ከመይ ቀኒኹም ክቡራት ተኸታተልቲ እዛ ዛንታ ኣኣብ ዘለኹሞ ሰላምኩም ይብዛሕ እንዳበልኩ እዛ ዛንታ ፍቅራዊ ዛንታ ጥራሕ ዘይኮነስ ኣብ ውሽጣን ብዙሕ ዝጠቅም ነገር ስለ ዘለዋ ተገዲስኩም ከም ትሰምዕዋ ከኣ ኣይጠራጠርን የግዳስ ነቲ ኣብኡ ዝበሃሉን ጽቡቅ ጌርኩም ክተስተብሕልሉ እንዳ ተላበኹ እቶም ላይክ ዘይገበርኩም ላይክ ነዚ ቪድዮ ሳብስክራይብ ዘይገበርኩም ድማ ሳብስክራይብ ክትገብሩ እንዳዘኻኸርኩ ናብዛ መበል 24 ክፋል ከመሓልፈኩም ሳሚ ብዝሰምዖ ነገር ተገሪሙ ከዓ መንድጋል ተጸገመ ኢስሮም ግና እቲ ክብሎ ዝደልዩ ምስ ናይ ስክራኑ ደርጊሁ ኣብ ኢዱ ከረው ኢሉ ደቂሱ ነበረ እንታይ ኮንካ ኢኻ መስተ ዝይትሰቲ ተባሂሉ ሓደ ምስ ተሓተተ፣ ኣነ ምስ ሰተኹ ነብሰይ ክቆፃፀር ኣይክእልን'የ፣ ዘሎ ዝተሓብኣ ሚስጢረይ ኣብ ዘይምልከቶ ቦታ ክናሕሳሕ ይኽእል'የ ኢለ ስለ ዝፈርሕ እንታይ ከም ዝኾንኩ መስተ ዝበሃል ኣይጥዕምን'ዩ ክብል'ዩ መሊሱ። ምስ ሰኸርካ እንታይ ከም ትብል ስለ ዘይትፈልጥ ካብ ነብስኻ ሓሊፍካ ንኻልኦት ክትጎድእ ስለ ትኽእል መስተ ኣይትስተ'ኳ እንተዘይተባህለ ኣቕምኻ ምፍላጥ ግና ካብ ጽባሕ ንግሆ ርእስኻ ትደፍእን ኣብ ጸገም ትኣቱ ክትድሕን ትኽእል ኢኻ። ሳሚ ደጋጊሙ ንኤደን ጠመታ። ኤደን ግና ካብታ ዝተደፍኣታ መሬት ትርእዮ ዘላ ቅንዕ ክትብል ኣይተርኣየትን። እስታት ምስ ረኣየ እዚ ሰክራም ኤስሮም ሓቂ ይመስለኒ ተዛሪቡ ብምባል ዳርጋ ናብ ምእማን ገጹ ተቃረበ የግዳስ ሚእቲ ካብ ሚእቲ ርግጸኛ ንምዃን ካብ ኣፋ ክሰምዕ ክኽእል ኣለዎ። እቲ ጸላም ኣብ ትዕስ ጸልማት ምዃኑ መሊሶ ኣብ ውሽጡ ሓሳባት እንዳጋማዳሁ ኣኽበድዎ። ወዮ ኢስሮም ግና ድሌቱ ምስ ገበረ እንታይ ይግበር ይገበር ኣሎ ዝዓጦ ኣይኮነን። ኣብ ኣራት ኣሳፊሕ ምድቃስ ጥራሕ ተሪፍዎ እምበር ኣብ ካልእ ዓለም ኣትዩ ይሓልም ይህሉ። ዝተዛረብካ ምስ ተዛረብካ ነቲ ዝምልከቶ ኣካል የሕም እምበር ንዓካ ንሽኦስ ኣይንታይካን እዩ የግዳስ ተመሊሱ መጺኡ ከም ዝሓሰካ ግና ፍሉጥ ነገር እዩ ስለዚ ወዲ ሰብ ቅድሚ ዝኾነ ምባሉ ክልተ ግዜ ደጋጊሙ ክሓስበሉ ክኽእል ኣለዎ ርእሲ ዝተኣደሉ ጸጉሩ ንኸብቅሎ ወይ ቆቢዕ ንኸቐምጠሉ ጥራሕ ኣይኮነን እንታይ ደኣ ኣስፊሑ ከገናዝብ እምበር ኣተሓሳብ ናይ ወዲ ሰብ ክንዲ ሰፈር ክርቢት ክኾኑ ይብሉን የማን ጸጋም ኮታስ ካብ ዙርያካ ሓሊፍካ ኣርሓቕ ኣቢልካ ምጥማት ተመራጺ እዩ ነዚ ክትገብር እንተኾንካ ግና ምስ ዘይልውጡኻ ሰባት ግዜኻ ብከንቱ ኣይተባኽን። ክልወጥ ክበሃል ከሎ ብኣወንታዊ ሸነኽ እዩ። ትማሊ ከምታ ዘለኻያ ኣብ ሎሚ በጺሕካን ከምኣ እንተሓሊኻ ስለምንታይ ኢልካ ነብስኻ ሕተት እሞ ሓድሽ ነገር ንምርኣይ ንምርካብ ተንቀሳቐስ። ካባኻ ብፍልጠት ብዕድመ ምስ ዝበልጹ ሰባት ጽግዕ ክትብል ፈትን እሞ ዕድል እንተረኺብካ ድማ ምስ ህጻናት ውዓል። ካብቶም ህጻናት ሓቀኛ ትርጉም ናይ ምንባር ክትመሓር ኢኻ። ብኡ ኣቢልካ ድማ እቲ ተሪር ልብኻ ክነፍስ እዩ። ምስ ፈላጣት ምውዓልካ ነብስኻ ከም ተፍትሽ ክገብር እዩ፣ ሽዑ ክተመዛዘን ኢኻ፣ ካብ ዓበይቲ ድማ ተመኩሮ ሂወት ምልስ ኢልካ ውን ነቶም ዝርምሱኻ ሸፈፍ ኢልካ ሕለፍ፣ ዝነበርካ ሂወት ዳግማይ ንከይትምልሶ ምስ ተለወጥካ ማለት መዘኻኸሪ ክኾነካ እዩ፣ ካብ ዝተረፈ ኣንብብ፣ ክረኣ ዝግበኦ ቦታ ብጻሕ፣ ፍልጠት ዝኾነ ማለት ካብ ግዜ ናብ ግዜ ደልብ። እዚ ኩሉ ዘረባ ኣብ ምንታይ እዩ? ንምጥቕላል እዩ። ምእንታን ኣስፊሕካ ንክትሓስብ እዩ። ኣስፊሑ ዝሓስብ ሰብ ድማ ሚዛናዊ ኣካይዳ እዩ ዝኸይድ። ከምዚ ምስ ትገብር ብምድሪ ክትከብርን ብሰማይ ድማ ክትምስገን ኢኻ ካብ ኮነ ነጾም ቃላት ካብ ስምዒት ነጻ ዝኾኑ ምስ ዝኾኑ ሰብ ሰብ ብሰቡ ድማ ሰብኣውነት ዝተዓድሉ ተፈታይ ክትኮን ኢኻ። እቲ ምንታይሲ መወዳእቱ ምስ ሰብ ስለ ትነብር ክትፍቶን ክትጽላእ ናትካ ኣቀራርባ ኣካይዳ ጠባይ ስለ ዝኾነ። ሳሚ ንኤስሮም ንደቂ ገዙ ኣብሳሎን ኣደቅሶ ብምባል ንኦም ኣረኪቡ ነታ ድንን ድንን ዘብዛሕት ኤደን ብኢዳ ጎቲቱ ካብ ካንሸሎ ኣወፅኡ ክዛረብ ጀመረ ስምዒ ኤደን እንታይ ክብል ፀንሕዩ ኤስሮም ሓቁ ድዩ ምስ ሓተተ ግዲ ኣብቲ መሬት መርፍ ኣጥፋዕ ኮይና ድንን ድንን ካብቲ ዝተደፍዐቶ ቀና ክትብል ኣይተርኣየትን። ምዃን እዚ መርፍእ ዋጋ ዘይጠቅም ገንዘብ ብዓብዩ ክብረ ንጽሕና እንድዩ ኣብ ዘይመሬት ኣዳ ብዘይትፈልጦም ሰባት ኣጥፊኣ ኣቲ ንዓኽ እንዲ ምስና ሓይሊ ዝተሓወሶ ምስ ተዛረበ ቀድሚ ኣፋ ምክፋታ ንብዓታይ ቀዲሙ ግዲ ኣብ ውሽጢ ክሕውጻ ጸኒሑ ኣሻ ውሕጅ ፈጢሩስ ንምእጉርታ ብሓጊጉ ነቲ ትጥምቶ ዝነበረት መሬቱን ለከሙ ሒቕ ሒቕ ምባሉ ንስኸትሉ መጀመርታ ትነብዕ ዘላ ስለ ዘይመሰሎ ኣተን ኣሆከይ ክብላ ሓሲቡካ እንተነበረ ሒቕ ሒቕ ትብሎ ምስ ሰምዐ ግና ሓቂዩ ማለት እዩ ስለ ዝበለ ዝገብሮ ጠፍኦም ከእብዳ ይብል እሞ መሊሱ ኸኣ እንታይ እየ ዝሰምዕ ዘለኹ እንዳበለ ይምለስ ክሓዘን ዲ ዋላስ ባዕላ ትፈልጥ ክብል በቃ ስምዒቱ ሕውስውስ በሉ ኣብ ኣንከሎ ድማ ናይ ኣዲኡ ዘረባ ኣብ ርእሱ ቅጅል በለ ዝወደይ ኣነ ንዓኻ ዝምነየልካ ማለት ድንግል ዝኾነት ጓል ክትምርእ ነዚ ኣንተ ጌርካ ኩሉ ግዜ ኣብ ዝሓለኹ ይሓሉ ቅሳነት እንዳተሰምዓኒ ክነብር እየ። ኣዲኡ ከምኡ ምባላ ምክንያት ኣለዋ። እቲ ምክንያት ግና ምናልባት ድንግል ዝኾነት ምስ ትምርኦ ጥራሕ ዝነግረካ ምስ ድንግልና ዘይጸንሐት ጓል ምስ ትምርኦ ክሓዝን እንተዘይኮንኩ ግና እቲ ምስጢር ኣይክነግረካን እዩ ዝበለቶ ኣብ እዝኑ

ኤደን ንመወዳእትኡስ ካብ ላዕሊ ናብ ታሕቲ ረፋዕ በለት እሞ ንብኣ ተሓንደበት ደው ኣቢላ ሳማ ሓወይ ኣነ ዝተመራሳሕኹ ሰብ ስለ ዝኾንኩ በቃ ስጎጎኒ ካብ ህይወትካ ኣውፅኣኒ ስለቲ ዘይሕባኣ ነገር ሓብኤ ብዘይ ቅንዕና ምቕራበይ ይቕሬታ ግብረለይ ነገራት ካብ በፃሕካዮም ዓርካ ይኹን ኣይክብለካን እዩ ሰላሕ ኢለ ካብ ገዛኻ ህይወትካ ክወፅእ እየ ቅድሚኡ ግና ይቅረ ግበረልኒ ብምባል ተንፈሓኺዳ ኣብ እግሩ ዓለበት። ንሱ ግና ዝኾነ ዘረባ ከውጽእ ኣይተሰምዐን። ጠቅላላ ኣብ ጽቡቕ ስምዒት የለን። ናይ ምግንዛብ ዓቕሙን ባይታ ዘቢጡ'ዩ። ቃል ከውጽእ እንተፈተነ ድማ ሓኒቑ ስለዝሓዞ ኣብ ውሽጡ ደኣ ተዓቢጡ ተቐብረ። ኤደን እግሩ ሒዛ ሳም ሓወይ ይቅሬታ ጥራሕ ካባካ ዝደሊ ብርግጽ ተዓሚጸ እንድየ ክነግረካ ውን ምተገባኣኒ ግና ከይትርሕቀኒ ስለ ዝፈራሕኩ ዘይነገርኩካ ብካልእ ኣይኮንኩን በጃካ ይቅሬታ ጥራሕ ግበረለይ ክትርሕቀኒ ኢካ ኢለ ስለ ዝሓሰብኩ በጃካ በጃካ ሳም ሓወይ ደጋጊማ ይቅረ ለመነት። ይቅረ ከበሓላልኩም ኣንተ ኮይኑ ይቅረ በሉ ንዝብል ክቡር ቃል ዝረስዔ ዝመስል ሕጅውን ዋላ ሓደ ክብል ኣይተሰምዐን ምውዳኣቱ ግና ኣብ ውሽጡ ዝሓሰቦ ባዕሉ ዝፈልጦ ፈንጺግዋ ደኣ ናብ ቀድሚኡ ብምኻድ ወዮ ከም መዘናግዒ ጥራሕ ሳሕት ኢሉ ዝኣትዎ ባር ሕጅስ ናይ ውሽጡ ስምዒት ከውጽኣሉ ዝደልይ ዝመስል ኣትዩ ነዚ መስተ ኣድራጋ ኣድራጋ ክእሰሓሉ ጀመረ ግና እንታይ ይስምዖ ከም ዘሎ ይርድኦ የለን ራሕቅለይ ክብላ ድዩ ኣጆኺ ጸገም የብሉን ደሓን ደቂ ሰባት ክሳብ ዝኾንና ከጋጥም ይኽእል እዩ ዝፈልጦ የብሉን ከም ሰብ መጠን እውን ናይ ሕርቃን ስምዒት ይረኣየለን

ኤደን ገዲፍዋ ምስ ከደ ክትስዕቦ ሓሲባ እኳ እንተ ነበረት፣ ከም ዘይገብረላ ስለ ዝፈለጠት፣ ሰላሕ ኢላ ገዛኣ ብምእታው፣ ሞባይላን ሓደ ክልተ ሰለስተ ቅያር ክዳውንቲ ኣብቲ ሕንገጥ ቦርሳ ሒዛ ክትወጽእ ዝረኣዩ ደቂ ገዛኣ፣ ሰማይ ምድርን ይላገብ፣ በዚ ለይቲ ኣበይም ኣይትኸድን ኢኺ ኢሎም ክዓግቱዋ ወጠጥ በሉ። የግዳስ ኣነ ንዋላ ሓደ ዝጠቅም ሰብ ኣይኮንኩን ግደፉኒ ብምባል ጨዲራ ከም ጽልልቲ ተቐይራ ብሓይላ ደኣ ወጸት። መሬት ጸልሚቱ እዋኑ ሓሊፉ ኣሎ። የግዳስ ኣብ ውሽጣ ዘሎ ጸልማት ስለ ዝተርኣያ ግዲ ኣይገበረትሉን። ክዳን ደሪባ የግዳስ ቁሩን እንተሓለወ ዕጥጥ ዝብላ ኣይኮነትን። እንታይ ትረግጽ ኣላ ከማን ይርድኣ የለን። የእምሮኣ ፈቐድኡ ተበታቲኑ እዩ። እቲ ክዕንብብ ዝጀመረ ፍቕራ ትኸስር ከም ዘለ ልባ እንዳተኽተ ምስ ኣሸገረ ግና ንብኣት ከም ብሓድሽ ፈርሻሓቱ። እቲ ትሓልፈሉ ዝነበረት ጎደና ልቺ ስለ ዝጠፍአ ግቢል እዩ። ሰለስተ ኣንጎሎ ምስ ተጠዋየት ደው በሊ ዝብል ናይ ሓደ መንእሰይ ድምጺ ብኣምሓርኛ ዝሰምዐት ግና ክትሰምዕ ትብሕግ እዝነን ልቦና የብላን። እንተስ ትስምዓዮ ኣይትስምዓዮ መንገዳ ደኣ ቀጸለት። የግዳስ ድሕሪ ካልኢታት ብስጋምባ ተላዒላ ምስ መሬት ተሰዓዓመት። ኣሻ እውን ኣብ ፊት ግንባራ ደም ተሾሽ ተሾሽ ክብል ጀመረ።